እሺ ኩላትና ከም እንፈልጦ መልእኽቲ ሮሜ ኢና ሒዝና ዘሎና። መልእኽቲ ሮሜ ብመንጽር ጸጋ ንብል ኢና ሒዝና ዘሎና። ሎም መዓልቲ ድሕሪ ናይ ሓውና ሚኪን ሓፍትና ምብራቕን ዝነበረት መርዓ ሰንበት ብድሕሪኣ እየ ሕጂ እየ ዝመጽእ ዘለኹ ማለት እዩ። እታ ሰንበት እቲኣ መርዓ ስለ ዝነበረት ብዙሕ ሰብ ኣይነበረን ኣብቲ ግዜ እቲ ግን ሓደ ኣርእስቲ ርኢና ኔርና ንዕኡ ንእሽተይ ተንኪፈ ነዊሕ ኣይዛረብን እየ ከይድ ነዊሕ ግን እቲ ሓሳባት ወይ ድማ እቲ ምትእስሳር ዋሕዚ ናይቲ ሓሳባት መታን ክርዳኣና ግን ንእሽተይ ብዛዕብኡ ተዛሪበ ዳሕራይ ናብቲ ቀንዲ ትምህርተይ ክኣቱየ ኩላትና መጽሓፍ ቅዱስ ሒዝና ደሎና ሮሜ ሻምናይ ምዕራፍ ኢና በጺሕና ደሎና ሮሜ ሻምናይ ምዕራፍ ክንሕዝ ኢና ሎምዓልቲ እንሪኦ ካብ ፍቕዲ ዓሰርተው ሸሞንተ ስጋዕ ፍቕዲ ዕስራን ሓሙሽተን ዘሎ ሕጥቦ ፅሑፍ ወይ ድማ ሓደ ፓራግራፍ ኢና ክንርኢ። መጀመርታ ንዑ ከንብቦ እየ። ከምዚ ይብል እቲ ፅሑፍ። ሃረርታ ፍጥረት ነቲ ምግላጽ ደቂ ኣምላኽ ይጽበዮ ኣሎ እሞ፣ ከምኡ ኸኣ ኣነ ንስቓይ እዚ ዘመን እዚ ነቲ ኣባና ክግለጽ ዝመጽእ ዘሎ ክብሪ ከም ዘይመዓራረዮ እኣምን ኣለኹ። እቲ ፍጥረት ንኸንቱ ተገዚኡ ኣሎ፣ ስለቲ ብተስፋ ዘግዝኦ እዩ እምበር ብፍቓዱስ ኣይኰነን እሞ፣ እቲ ፍጥረት ንርእሱ ድማ ካብ ባርነት ጥፍኣት ናብ ሓርነት ክብሪ ደቂ ኣምላኽ ሓራ ክወጽእ እዩ። ብዘሎ እቲ ፍጥረት ከኣ ክሳዕ ሕጂ ምሳና ኮይኑ ከም ዘስፈርኩን ቅልውላው ከም ዝሓዞን ንፈልጥ ኣሎና እሞ ንሱ ጥራይ ከኣ ኣይኮነን ንሕና እውን ብኹርነት መንፈስ ዘሎና ዘሎና እውን መሰል ውልድነትና ማለት ምድሓን ስጋና እናተጸበና ብውሽጥና ነስፈርኩር ኣሎና ነዚ ዝሪኦ ተስፋ ዝገብሮ መን ኣሎ ብተስፋ ኢና ድሒና ዘሎና እሞ ነዚ ነቲ ዝረአ ተስፋ ምግባሩስ እዚ ተስፋ ኣይኮነን። ነቲ ዘይንሪኦ ተስፋ እንተገበርናዮ ግና ብትዕግስቲ ንጽበዮ ኣሎና። ንሓፈሻዊ መጽናዕቲ ናይ ናይ መጽሓፍ ቅዱስና ብዛዕባ ሮሜ ክንርኢ ከለና ሓፈሻዊ መጽናዕቲ ወይ ድማ ብመንጽር ጸጋ ኢና ንመልእኽቲ ሮሜ ንሪኣ ዘለና እምበር ጥቕሲ ብጥቕሲ ስለ ዘይኮነ ምናልባሽ ሓደ ሓደ ዘለዉ ቃላት ክንሰግሮም ንኽእል ኢና ማለት እዩ። ኩላትና ንበልል ኢና ግን እቲ መይን ሓሳብና ግን ገለ ሳርበይ ወይ ድማ ገለ ሓፈሻዊ ሓሳብ ናይቲ ጽሑፍ ደሎ ከይሰገርና ከኣኒ ምስቲ ቀንዲ ሓሳብ ናይ ትምህርትና ምስ ጸጋ ዝብል ነገራት ኢና ተኣሳሲርና ንሪኦ ደለና ስለዚ ኣብ ዝሓለፈ ግዜ እንተ እቲ እቶም ዝነበርኩም ውሑዳት ምኽንያቱ ቤተክርስትያን ውራይ ስለ ዝነበረና ብዙሓት ኣይነበርኩምን ግን ኣብ እንታይ ኢና ርኢና ኔርና እንተ ኢልና ውሉድ ካብ ኮንና ድማ እንታይ ኢና ወረስቲ ኢና ንኣምላኽ ወረስቱ ንክርስቶስ ከኣ መዋርስቱ ኢና ኢሉ ሽዑኡ ምስኡ ሓሳረ መከራ እንተ ጸገምና ምስኡ ድማ እንታይ ክንገብር ኢና ክንከብር ኢና ዝብል ሓሳባት ኢና ርኢና ኔርና ስለዚ ገለ ሓሳባት ተዛሪበ ነይረ ንዓና ኣስመራ ኣስመር ከብለለን ማለት እዩ ብዛዕባ ብፍላይ ኣብዚ ክዛረብ ከሎ እዚ ሕጂ ብድሕሪኡ ዘሎ ሓሳባት እንተ ርኢናዮ ነታ ሓሳባት ኣፋ ተዛሪብዋ ዘሎ ንዓኣ ክትንትን ከሎ ዝተዛረቦ ሓሳባት ኢና ሎም መዓልቲ ክንዛረብ ማለት እዩ እታ ድምቲ ሓሳባት ኣብ መጀመርታ ኣብዚኣ ተዛሪብዋ ዘሎ ግን እንታይያ ውሉድ ካብ ኮና እንታይ ኢና ወረስቲ ኢና ምስኡ ሓሳረ መከራ እንተ ጸጊብና ከዓ ምስኡ እንታይ ክንገብር ኢና ክንከብር ኢና ድብል ሓሳባት ርኢና ነርና ማለት እዩ ስለዚ ውርሻ ንመን እዩ ዝምልከቶ? ንውሉድ እዩ። ሓቀይ? ስለዚ ምስ ጸጋ ተኣሳሲርና ክንሪኦ ከለና ምስ ናይ ዝሓለፈ ትምህርትና ውልድነት ናትና እንኮላይ ዝበሃል ነገራት የብሉን። የሱስ ክርስቶስ ሞይቱ ስለ ምስ ተስአ ኣብ ውልድነት ኣብ ትንሳኤ ዝተፈጸመ ፍጻሜ ኢልና ኔርና። ስለዚ ድማ እዩ ጸጋ ዝብል ምስ ውልድነት ኣተሓሒዝና ኔርና ማለት እዩ። ክብሪ ዝብል ሓሳባት ክንርኢ ከለና እውን እንታይ ኢልና ኔርና? ብፍላይ እንተ ደኣ ምስኡ ሓሳረ መከራ ጸጊብና ምስኡ ድማ እንታይ ክንገብር ኢና? ንከብር ኢና። ቁሩብ ከምዚ ናብ ሓደ ነገራት ባዮል ዝኾነ ኣተሓሳስባ መታን ከይህልወና ብፍላይ ብዛዕባ ፈተና መከራ ሽግር ዝበሃሉ ነገራት ሓደ ነገር ኣስሚረ ግን ሓደ ነገራት ከኣ ተዛሪበ ነይረ ትዝክርዮ ደኣ ኮንኩም ፈተና ወይ ድማ መከራ ሕላገት ክርስትና እዩ ክርስትያን ምዃን ማለት ናይ ግድን ብመከራ ትሓልፍ ኢኻ እሱ ድማ እንታይ እንተ ደኣ ኢልና ኩሉ ግዜ ፈተና ባዕሉ እዚ ባ ክርስትና ባዕሉ ናይ መከራ ቦታ ስለ ዝኾነ ግን ኣይኮነን ዊች ሚንስ እንታይ ማለተይ እየ ሓደ ሓደ ግዜ ዝኾነ ነገራት ፈተና ወይ ወይ ድማ መከራ ሽግር ስእነት ሕማም ገለ ነገራት ክበጽሓካ ከሎ ሲ ክርስትያን ስለ ዝኾንካ ኣይኮነን ኦኬ ወይ ድማ እቲ እቲ ዓውዲ ናይ ክርስትና ዝበሃል ሲ ናይ መከራ ዓውዲ ይኮነ ከምኡ እንተ ደኣ ኮይኑ ኣምላኽ ከምኡ እንተ ደኣ ኮይኑ ደፍትወሉ ኢለኩም ዳሕራይ እውን ካብ ምዉታት ምስ ተሳእና መንግስተ ሰማያት ዝበሃል ናይ መከራ ምኾነት ነይራ ኣምላኽ ብመሰረቱ ጽቡቕ እዩ ኣምላኽ ብመሰረቱ ኩሉ ነገራቱ ሕማቕ ዝበሃል ነገራት የብሉን ግን ካብ ምንታይ እዚ ፈተና ወይ ድማ እዚ መከራ ኢልና ነርና ካብ ግጭት ክልተ መንግስታት ዝመጽእ ነገራት ምእንቲ እዚ ብኣዳም ምክንያት ሰብ ምስ ወደቀ ኣብ ትሕቲ ሓንቲ መንግስቲ ኣትዩ የሱስ ክርስቶስ ምስ መጸ ካብዛ መንግስቲ እዚኣ እዩ ሰባት እንታይ ገይሩ ኣውፅዩ ካብዛ መንግስቲ እዚኣ ንሰባት ከውፅኦም ከሎ ከዓ እንታይ መታን ክኾኑ ኢልና ካብዛ መንግስቲ እዚኣ እሳቶም ድማ ንካልኦ ሰባት መታን ከውፁ ስለዚ ኣብ መንጎ እዘን ክልተ መንግስታት ዝፍጠር ሽግር ወይ ድማ ግጭት ኩሉ ግዜ ክርስትና ብመከራ ምሕላፍ ኣለዎ። ስለዚ እዩ ፈተና ወይ ድማ መከራ ሕላገት ናይ ክርስትና እዩ። ዊችሚንስታይን እንተርኣይና ምስ ዕዮ ዝተተሓሓዘ ነገራት እዩ ተቐዳማይ ፈተና ድበሃል ወይ ድማ መከራ ድበሃል። ካልእ ድበጽሓና መከራ ብምሉኡ ግን እንታይ እንተርኣይና ወይ ከም ሰብና ብምጥሓስ ሕጊ ተፈጥሮ ዝመጽእ ነገራት ኣሎና ወይ ድማ ከም ሰብና ኣብ ትሕቲ እዛ ምድሪ እዚኣ ኮራፕትድ ዝኾነት ነገራት ስለ ዘለና ከኣ ዝበጽሓና ነገራት ኣሎ ማለት እዩ። ናይ ክርስትና መከራ ግን እንታይ እዩ እንተ ኢልና ምስ ዕዮ ዝተተሓሓዘ ነገራት እዩ። ወይ ድማ ምስ መንነት ዝተተሓሓዘ ነገራት እዩ። ወይ ድማ ምስ ምውጻእ ካብቲ ሓንቲ መንግስቲ ናብቲ ሓንቲ መንግስቲ ዝተተሓሓዘ ነገራት እዩ። ምእንቲ መጽሓፍ ቅዱስ ክዛረብ ከሎ እንታይ ኢሉ? ነታ ብዛዕባኣ መከራ ትጸብኡ ዘለኹም መንግስቲ ኣምላኽ ብቑዓት ኰይንኩም ምእንቲ ክትቍጸሩ፣ እዚ ናይ ሕጂ መከራኹም ግሉጽ ምልክት ናይቲ ቅኑዕ ፍርዲ ኣምላኽ እዩ። እንታይ እዩ? ግሉጽ ምልክት። ሕላገት ማለት ከኣ እንታይ ማለት እዩ? ምልክት ማለት እዩ። ስለዚ ፈተና ብርግጽ ክርስት ክርስትያን ምዃን ማለት ፈተና ኣለዎ። ፈተና ክህልዎ ከሎ ግን ስቴፕስ ኣለዎ። ካብ ምንጻል ኣትሒዙ ስጋዕ እንታይ ስጋዕ ሞት መጽሓፍ ቅዱስ ክዛረበና ከሎ እንታይ ይብለና ክሳዕ ክሳዕ እስኪ ንበል እንታይ ማለት እዩ ክሳዕ ካብ ዘይብሉ ክሳዕ የለን ክሳዕ ዘይብሉ ካብ የለን ክሳዕ እንተ ኢሉ ካብ ኣሎ ማለት ሓቀይ ምሽ ካብ ምንታይ መጀመርታ ንጎይታ ምስ ተቐበልካ ካብ ምንጻል ኣትሒዙ መንነትካ ምስ ተፈልጠ ተነጽሎ ኣለካ ኣይዞሌሽን ኣለካ ሰባት ይንጽሉ ሓቀይ ንክርስቲ ምእንቲ መጽሓፍ ቅዱስ ክዛረብ ከሎ እንታይ ኢሉ እቶም እ ብስግኦም መከራ ዝረኽቡስ ንሓጢኣት እንታይ ገይሮምዎ እዮም ኢሉ ሓዲጎምዎ እዮም ሓቀይ ፈተና እንተ ደኣ ምስ ዓለም ዘይተጸናቢርካ ከምዚ ዓንተው ሓውና ሓሙሻ ኣብ ጸሎት ክዛረበና ከሎ ድብሎ ዝነበረዋል ምስ ዓለም እንተ ደኣ ዘይተጸናቢርካ ጽድቂ ክትገብር እንተ ደኣ ጀሚርካ ንባዕሉ እንታይ እንተ ደኣ ኢልና ፈተና ይመጻካ ኣሎ ካብዚ ክሳዕ ሞት ግን ክርስትና ፈተና ኣለዎ እታ ክትገብር ምስ ጀመርካ እንተ ደኣ ኢልና ክትዓይ ምስ ጀመርካ

ኣገቢ ስለምንታይ እንተ ኢልና ባይዘ ኣብዚ ዘለናዮ ዓዲ ሓደ እቲ ማልቲ ካልቸር ስለ ዝኾነ ካልኣይ ከዓ ንሊበራል ሊበራል እንታይ ማለት እንተ ኢልና ንዝኾነ ነገራት ዝቕበል ስለ ዝኾነ ክርስትያን ምዃንካን ዘይምዃንካን ኣይሸግሮም ሓቀይ ግን ኣብ ገለገለ ንፅድቂ ክትነብር ምስ ጀመርካ ግን እንታይ ክገብሩካ እዮም ክቃወሙካ እዮም ሓቀይ ክንፅሉካ እዮም ካብኡ ይጅምር ካልእ ግን ክትሰርሕ ምስ ጀመርካ እዮም እንታይ ዝገብሩካ ክቃወሙካ ምስክር ምስ ጀመርካ ብዛዕባ ጐይታ ክትዛረብ ምስ ጀመርካ፣ ብቤተ ክርስትያን ደረጃ ከኣ ቤተ ክርስትያን ክትሰርሕ ምስ ጀመረ እቲ ፈተና ዝመጽእ እምበር መከራ ስለ ዘየለ ፈተና ስለ ዘየለ ኣይኮነን። ምኽንያቱ ፈተና እንታይ እንተድኣ ኢልና ሕላገት ናይ ክርስትና እዩ። ናይ ግድን እዩ። ነታ መንግስቲ እንተድኣ ኣንጻራ ተበጊስና ክንሰርሕ እንተድኣ ጀሚርና ክንዓይ እንተድኣ ጀሚርና እ ናይ ግድን ፈተና ኣሎ። ምኽንያቱ መንግስቲ እንታይ ክትገብር ስለ ደላ ትነቓነቕ ስለ ደላ ኣብዚ ናይ ባይብል ስታዲ ንመሃሮ ዘለና ትምህርቲ ምስኡ ዝተተሓሓዘ ነገራት ኣለዎ ግና

ብሩኽ ሰማያዊ እግዚኣብሄር ኣቦ ተመስገን ነመስግነካ ኣሎና ምሳና ስለ ዘሎኻ እግዚኣብሄር ኣቦ በዛ ሰዓት እዚኣ ብሽም የሱስ ክርስቶስ ካብ ህላውነት ቃል ዝተላዕለ ስምረትካ ኣብ ማእኸልና ክኸውን ንጽሊ ኣሎና ካብ ስምረትካ ዝተላዕለ ድማ እግዚኣብሄር ኣቦ ብናይ መጋቢነት መንፈስካ ንስኻ ኣብ ማእኸልና ክትግለጽ ብሽም የሱስ ክርስቶስ ድማ ኣብ ቃልካ ምብራህ ክህበካ ንጽሊ ኣሎና እዚ ኩሉ ስለ ትገብር ኣዚና ነመስግነካ ክብሪ ድማ ንህበካ ኣሎና ብጎይታናን ብመድሓኒናን ብየሱስ ክርስቶስ ሽም ኢልካ ኣሜን። እሺ እግዚኣብሔር ይመስገን ናይ ሎምዓልቲ ትምህርቲ ኣርእስተይ ተስፋ ብመንፅር ፀጋ ዝብል ሓሳብ እዩ ኣብዚ ፅሑፍ እዚ እንተ ርኢናዮ ዝዓተው ደንብብናዮ ዓውደ ንባብ ብምሉእ ብዛዕባ እንታይ እዩ ዝዛረብ እንተ ኢልና ብዛዕባ መፃኢ እዩ ዝዛረብ ወይ ድማ ብዛዕባ ተስፋ እዩ ዝዛረብ ኣብ ዳሕራይ ነዚ ተስፋ ዝብል ምስ ፀጋ ብምትሓሓዝ ክንሪኦ ኢና ማለት እዩ ኣይ ቲንክ ካባይ ንላዕሊ እዛ ጸጋ እትብል ሓሳባት ዳርጋ ገሌኻትኩም ዋላ ከም ጆክ ውን ክስታይ ትገብሮ ኢኹም ሰብ ሰሚዐ ኣለኹ ገለ ገለ ብፍላይ እዞም ያን ጸጋ ማለት እንታይ ማለት ናይ ዋላ ሓደ ሰብ ወይ ድማ ናይ ዋላ ሓደ ፍጡር ወይ ድማ ናይ ዋላ ሓደ ኣካል እንኮላይ ዝበሃል ዘይብሉ እንታይ እንኮላይ እንኮላይ ክርስቶ ከምዚ ስለ ዝገበረ ኮላይ በዓል ክርስቶ ከምዚ ስለ ዝገበሩ ድበሃል ነገራት ደይብሉን። ናይ መን ጥራሕ ደኣ? ናይ ኣምላኽ ጥራሕ ወይ ድማ ኣምላኽ ባዕሉ ዝገበሮ ጥራሕ እዩ ጸጋ ድበሃል ማለት እዩ። ስለዚ ተስፋ ብመንጽር ጸጋ ክነረኣዮ ከለና ናይ ዋላ ሓደ እንኮላይ ዘይብሉ ናይ የሱስ ክርስቶስ ጥራሕ ተዋስኦ ዘለዎ ወይ ድማ ናይቲ ጎድሄድ ወይ ድማ ናይ ኣምላኽ ጥራሕ ተዋስኦ ዘለዎ ፍጹም ዕዮ ከርእየና ከኽእል ኣለዎ ምስ ጸጋ ከነተኣሳስሮ ደኣ ኮይና፣ ቅድሚ ንዕኡ ምዝራብና ግን ገለ ገለ ሓሳባት ኣብዚ ጽሑፍ ዘሎ ክንርኢና። መጀመርታ ሓደ ነገር ተዛሪቡ ኣሎ። እንታይ ኢሉ ኣሎ? ብዛዕባ ፍጥረት ንብል ሓሳባት ኣብዚ ሰለስተ ግዜ ዝኸውን ብዛዕባ ፍጥረት ተዛሪቡ ኣሎ። ምእንቲ እዚ መጽሓፍ ቅዱስ ከዛረብ ከሎ እንታይ ኢሉ? ሃረርታ ፍጥረት ነቲ ምግላጽ ደቂ ኣምላኽ እንታይ ይገብሮ ኣሎ ኢሉ? ይጽበዮ ኣሎ። ኣብ ታሕቲ እውን እንተ ርኢና እቲ ፍጥረት ድማ ምሳና ኮይኑ ቅልውላው ከም ዝሓዞ ንብል ሓሳባት ተዛሪቡ ኣሎ። ሓደ ሰለስተ ግዜ ይኸውን ብዛዕባ ፍጥረት ኢሉ ተዛሪቡ ኣሎ። ስለዚ መጀመርታ ኣብዚ ፍጥረት ኢሉ ዝዛረቦ ዘሎ ንመን እዩ? መጀመርታ ንዕኡ ክንምልስ ኢና ማለት እዩ። መጀመርታ ብዛዕባ እዚ ፍጥረት ዝብል ሓሳባት ክንርኢ ኮለና ንመን እዩ ኣብዚ ፍጥረት ኢሉ ተዛሪብዎ ዘሎ? ቀዳማይ ንመላእኽቲ ይኮን። ንመላእኽቲ ኣይኮነን ምኽንያቱ ንሳቶም ምግላጽ ናይ ደቂ ኣምላኽ ንዓታቶም እንኮላይ እንክሪ ክትገብር ናብ ክብሪ ምእታዉ ዝጽበይዎ ነገራት ስለ ዘየለ ምኽንያቱ መላእኽቲ ኩሉ ግዜ ኣብ ምንታይ እዮም ደለዉ እንተ ኢልና ኣብ ናይ ክብሪ ቦታ ስለ ዘለዉ ምስ ናትና ሓርነት ምውጻእ ወይ ድማ ምስ ናትና ናይ መወዳእታ ሓርነት ምስ ናትና ትጽቢት ዘለዎም ኣይኮኑን ስለዚ ቶታሊ ንመን ኣይኮነን ንመላእኽቲ ኣይኮነን ካልኣይ ብዛዕባ ኩሉ ሰብ ድማ ኣይኮነን። ኩሉ ሰብ ዝብል ሓሳባት ፍጥረት ኢልና ክንሓስብ ከለና ኩሉ ሰብ እውን ኣይኮነን ማለት እዩ። ምኽንያቱ ኩሉ ሰብ ኣይኮነን እንታይ እዩ ዝገብር ዘሎ እንተ ኢልና ዝጽበ ዘሎ የሱስ ክርስቶስ ምስ መጸን ምስ ተገልጸ ደቂ ኣምላኽ ምስ ተገልጹ እቶም ካልኦት ሰባት ወይ ድማ እቶም ዘይኣመንቲ ዘበሉ ዝጽበይዎ ክብሪ ምስ ናታቶም ምልዋጥ ዝልወጥዎ ነገራት የብሎም። ምኽንያቱ እንተድኣ ዘይተቐቢሎም ጸኒሖም ንዕኦም ዝጽበዮም ነገራት ካልእ ስለ ዝኾነ ማለት እዩ። ስለዚ ብዛዕባ ኩሎም ሰባት እውን ኣይኮነን። ሳልሳይ እዚ እዚ ሓሳባት እዚ እምበኣር ብዛዕባ ብዛዕባ ኣመንቲ ከዓ ኣይኮነን ካብ ፍጥረት ኢሉ ዝዛረብ ኣሎ ከዓ ብዛዕባ ኣመንቲ ኣይኮነን ምኽንያቱ እቶም ደቂ ኣምላኽ ምስ ተገልጹ እቲ ፍጥረት ምሳታቶም ብኽብሪ ከም ዝግለጽ ወይ ድማ ነቲ ናታቶም ምግላጽ ይጽበይ ስለ ዘሎ ንኽልቲኦም ፈላልዩ እንታይ ጌርዎም ዶ ኣሎ ኣቐሚጥዎም ዶ ኣሎ ወይ ድማ ተዛሪቡሎም ዶ ኣሎ ማለት እዩ። so ብዛዕባ ኣመንቲ ውን ኣይኮነን ማለት እዩ። ብዛዕባ መን ደኣ እዩ ዝዛረብ ዘሎ ተራእየና እምበኣር ንጹር ብዛዕባ እዚ ቁዛዊ ፍጥረት እዩ ዝዛረብ ዘሎ ማለት እዩ። ብዛዕባ እቶም ኣብ መቝሕ ዘለዉን ወይ ድማ ሕጂ እውን ድንቀሳቐሱ ዘለዉ ርኹሳት መናፍስትን ኣጋንንትን እውን ኣይኰነን፣ ምኽንያቱ እዚ ነገራት እዚ ንዕኦም ዚምልከቶም ስለ ዘይኰነ ማለት እዩ። ምእንቲ መጽሓፍ ቅዱስ ኪዛረብ ከሎ ንዘርኢ ኣብርሃም ደኣ ኣልዓልካዮ እምበር ንመላእኽትስ ኣየልዓልካዮምን እንዲብል ተስፋ ድበሃል ነገራት ስለ ዘይብሎም ዚጽበይዎ ተስፋ የብሎምን። ስለዚ እምበኣር ካብዚ ዅሉ ኣጽቢብና እንተ ደኣ መጺእና ፍጥረት ኢሉ ድዛረቦ ደሎ ብዚ እምበኣር ንምንታይ እዩ ደላዪልና ነዚ ግኡዛዊ ፍጥረት እዩ። ወይ ድማ ንበዓል ገረብ፣ ዓሳ፣ ካልእ እንስሳታት ዝኣመሰሉ ብምሉኦም ዘለዉ ፍጥረት እዩ ዝዛረብ ዘሎ ማለት እዩ። እዞም ፍጥረት እዚኣቶም እንታይ ይገብሩ ኣለዉ እንተረኣኢልና የስቆርቁሩ ኣለዉ። ብፍላይ ኣብኣ ተዛሪብዎ ዘሎ ሓንቲ ነገር ተዛሪቡ ኣሎ። እቲ ፍጥረት ንኸንቱ እንታይ ገይሩ ኣሎ? ተገዚኡ ኣሎ። ራእይዋ ሕጂ። ስለቲ ብተስፋ ዘግዝኦ ድማ እዩ እምበር ብፍቓዱስ ኣይኮነን። ሓቀይ? ሰብ ብፍቓዱ ምስ ወደቐ እቲ ንሰብ ተባሂሉ ዝተፈጥረ ነገር ብደይ ፍቓዱ ምስ ናይ ሰብ ውድቀት ደኣ እዩ ናይዚ ነገራት ግዳይ ኮይኑ እምበር ብፍቓዱ ብዝገበሮ ነገራት ኣይኮነን ግዳይ ናይዚ ነገራት ኮይኑ ደሎ ስለዚ ብደይ ፍቓዱ ግን ነታ ተስፋ ዝሃባ ኣምላኽ ስጋዕ ትፍጸም ናብ ሓርነት ክሳዕ ዝመጽእ ግን እንታይ ይገብር ኣሎ ተራኢልና ኩሉ ነዚ ተስፋ እዚ ይጽበይ ኣሎ ኣብዚ ግዜ እዚ እንተ ርኢናዮ እንስሳ ካብ እንስሳ እንታይ ይገብር እንተ ኢልና ይፈራር ሓረይ ሓገይ ይሃድም ሓገይ ካብ ኖርማል ፍጥረት ንርኣዮ ኩሉ እንታይ እናገበረ እዩ ዝኸይድ እንተ ኢልና ቀባሕባሓይ እንዳበርገገ እዩ ዝነብር ሓቀይ ነምሳሌ ኣብ ቅድሜኹም እንተ ርግቢት መጺኣሲ ንስኻትኩም እንተ ተንቀሳቂስኩም ድለመዳ ብኻልእ ነገራት ትርእኒ ድኾና ተደይ ኮይነን ድጽበይ ጭሩ ወይ ድማ ርግቢት የላን ስለምንታይ እንተ ኢልና ፍርሃት ዝበሃል ነገራት ሃሉ ስለዚ ዝኻበይ እዩ መጺ እንተ ኢልና ድሕሪ ውድቀት ዝመጸ ነገራት ስለ ዝኾነ ኣምላኽ ኣብ መጀመርታ ምሉእ ኰንኩ ድዩ ነይሩ ተላኢልና? ግን ከምኡ ኣይነበረን። ምኽንያቱ እግዚኣብሄር ኣብ መጀመርታ ንጥረ ተላኢልናዮ ክፈጥር እንከሎ ንኹሉ እናፈጠረ ከሎ እንታይ ኢሉ? ጽቡቕ ኰነ። ኣሜን። ጽቡቕ ኰነ እንተድኣ ኢሉ ሕማቕ ድበሃል ነገራት ዝተሓወሶ የብሉን ማለት እዩ። ኣምላኽ ብኹሉ ነገራት እዩ ጽቡቕ ገይርዎ። ሕጂ እንተድኣ ርኢናዮ ግን ካብ ኣዳም ኣትሒዙ ብዝመጸ ውድቀት ምኽንያት ብምሉኡ ፍጥረት እንታይ እዩ ተላኢልና? ልክዕ ከምቲ ዝተፈጥሮ ኣይኰነን ዝነብር ዘሎ። ብውሽጡ ባር እንተ ርኢናዮ እንታይ እዩ ዝጽበይ ዘሎ እንተ ኢልና ምግላጽ ደቂ ኣምላኽ ይጽበይ ኣሎ። ስለዚ ድማ እንታይ ኣለዎ እንተ ኢልና ሃረርታ ኣለዎ። ሃረርታ ፍጥረት ምግላጽ ደቂ ኣምላኽ እንታይ ይገብር ኣሎ? ይጽበይ ኣሎ። ናበይ ክኣቱ? ናብ ክብሪ መታን ክኣቱ። ደቂ ኣምላኽ ምስ ተገልጹ፣ ነገራት ምስ ተለወጠ፣ ክብሪ ምስ ኮነ፣ ንሳቶም ድማ ሽዑኡ ናብቲ ክብሪ እንታይ ክገብሩ እዮም? ክኣትዉ እዮም። ግን ብፍቓዶም ኣይኮኑን። እንታይ ደኣ በቲ ኣምላኽ ብተስፋ ኣግሪእዎም ዘሎ ብኡኡ እዮም ብፍቃዶም ኣይኮነን ተገዚኦም ደለው ኢሉ ተዛሪቡ ኣሎ ማለት እዩ ኦኬ ካልኣይ ብዛዕባ ኣየናይ ግዜ እዩ ዝዛረብ ደሎ ኣብዚ ክዛረብ ከሎ ብዛዕባ ኣየናይ ግዜ ይዛረብ ኣሎ ብፍላይ ካብ ፈቕዲ ዓሰርተ ሸሞንተን ዓሰርተ ትሽዓተን ዘላ ሓሳባት ተዳሪእና ሃረርታ ፍጥረት ድማ ነቲ ምግላፅ ደቂ ኣምላኽ ይፅበይ ኣሎ ትብል ሓሳባት ኣለ ኦኬ ሶ ብዛዕባ ኣየናይ ግዜ እዩ ዝዛረብ ዘሎ ምናልባሽ ንገሌና ብዙሕ ከይርድኣና ይኽእል እዩ ንገሌና መፅሓፍቲ ንገላበጥ ሰባት ግን ኣገዳሲ ሕቶ እዩ ምክንያቱ ኣብዚ ምርዳእ እዚ ዝተፈላለየ ዓይነት ምርዳእ ዘለዎም ሰባት ስለ ዘለዉ ማለት እዩ እንታይ ዓይነት ምግላፅ እዩ ዝፅበይ እንታይ ዓይነት ምግላፅ ናይ ደቂ ኣምላኽ እዮም ዝፅበይ ዘሎ ብዛዕባ ኣየናይ ግዜ እዩ ዝዛረብ ዘሎ ስለዚ ኣብዚ ዝዛረቦ ዘሎ እምበኣር እንተ ርኢናዮ ብዛዕባ ኣየናይ ግዜ እዩ ዝዛረብ ዘሎ ንዝብል ሓሳባት ገለ ክልተ ኣመለኻኽታ ናይ ሰባት ጥራሕ ክነግረኩም ብድሕሪኡ ሽዕኡ ናብቲ ትኽክል ናይ መጽሓፍ ቅዱስ ሓሳባት ምስዚ ሓሳባት እዚ ኣገናዚብና ክንርኢ ኢና ማለት እዩ። ቀዳማይ ኣመለኻኽታ ዘለዎም ሰባት እንታይ እዮም እንተ ኢልና ብፍላይ እዚ ምግላጽ ደቂ ኣምላኽ ዝብል ሓሳባት ኣብ ናይ ቸርች በተ ጊዜ ወይ ድማ ኣብ ናይ ቤተ ክርስቲያን ጊዜ ሕጂ ዘለናዮ ኣመንቲ ብምሉኦም ብኽብሪ እናተለወጡ ናይ መወዳእታ ዝናብ ኢሎም ዝምክሩሉ ሰባት ኣለዉ። እቲ ናይ መወዳእታ ዝናብ ወይ ድማ እቲ ናይ መወዳእታ ሓይሊ ምስ ተገልጸ ኩሎም ኣመንቲ ብኽብሪ እናተገልጹ ነቲ ደሎ ናይዛ ዓለም እዚኣ ወይ ድማ ናይዛ ምድሪ እዚኣ ደሎ ፖዚሽናት ብምሉኡ እናበሓትዎ እናበሓትዎ እናበሓትዎ ክኸዱ'ዮም እሞ ብድሕሪኡ ሽዕኡ ኣብ ምድሪ ሰላም ክሰፍን እዩ ድብል ኣተሓሳስባ ዘለዎም ሰባት ኣለዉ። ስለዚ ቤተክርስትያን ናብ ክብሪ እያ እናመጸት ትኸይድ ዘላ። ሕጂ ከም ደለዎ ማለት እዩ። ዳሕራይ ሽዕኡ ነቲ ዘሎ ፖዚሽናት ብምሉኡ ዘሎ ናይዛ ምድሪ እዚኣ ምምሕዳራት ብምሉኡ እናወረስዎ ክኸዱ ከለዉ ኣብ ምድሪ ሰላም ስለ ዝኸውን ምድሪ ወይ ድማ ፍጥረት ነዚ ነገራት እዚ እዩ ዝጽበይ ዘሎ። ነዚ ናይ መወዳእታ ዝናብ ድብል ትምህርቲ ዘለዎም ሰባት ኣለዉ። እዞም ሰባት እዚኦም ኣሚኒያሊዝም እብሃል ወይ ድማ ብዛዕባ ሚሊንዮም ድብሃል ነገራት ወይ ገለ ኣይኣምኑን እዮም። ተረዲእኹምኒ ኣለኹም? ነዚ ነገራት እዚ ከም ዘይኮነ መጽሓፍ ቅዱስ ክነግረና ከሎ ከኣ ነቲ ዓውደ ንባብ ናታሕቲ ወሪድና እንተ ደኣ ርኢናዮ እንታይ ኢሉ ኣሎ? ንሕና እውን ብኹርነት መንፈስ ዘሎና መሰል ውልድነትና ማለት ምድሓን ስጋና እናተጸበና ኢሉ ተዛሪቡ ስለ ዘሎ ምድሓን ስጋና እንወርሰሉ ከኣ መዓስ እዩ እንተ ደኣ ኢልና የሱስ ክርስቶስ ብኽብሪ ምስ መጸ እዩ። ስለዚ ኣብሶሉትሊ ሕጂ ን ብኽብሪ ቤተክርስትያን ወይ ድማ ሰባት እናተገልጹ ብዝኸድሉ ፖዙሽናት እናበሓትዎም ምስ ዝኸዱ ድስ ድመጽእ ሰላም ዘይኮነሲ ብዛዕባ ፊቸር እዩ ድዛረብ ደሎ ወይ ድማ ብዛዕባ ምጽኣት ናይ የሱስ ክርስቶስ እዩ ድዛረብ ደሎ ማለት እዩ ሃገር ሰላም ኦኬ ናብ ናይ ሎማዓንቲ ትምህርትና ሽዑ ክንኣቱ ኦኬ እምበኣር ደቅብቲ ሕቶታት ኣገደስቲ ዝበሃላ ነገራት ካብ ተመለሳ ኣብዚ ቀዲ ንዛረቦ ደሎ እምበኣር ብዛዕባ ተስፋ እዩ ባይዘወይ ተስፋ ዝብል ሓሳባት ብዝተፈላለየ ኣጋጣሚ ኣብ ዝተፈላለየ ግዜ ብዝተፈላለየ ኣርእስቲ ገለ ክልተ ሰለስተ ግዜ ይኸውን ምሂረሉ ኣለኹ ተስፋ ዝበሃል ነገራት ንሰብ ኣዝዩ ኣገዳሲ ቀራቢ ብዙሕ ግዜ ተስፋ ዝብል ሓሳባት እንተ ርኢናዮ ብፍላይ ምስ ጸጋ እናተሓሓዝናዮ ክንከይድ ኢና ማለት እዩ። ኣብዚ ተዛሪብዎ ዘሎ ብፍላይ እቲ ንጽበዮ ዘለና ተስፋ እቲ ዝዓበየ ተስፋ ምምጻእ ናይ የሱስ ክርስቶስ ይገርመኒ ነይሩ መዘምራን ኣብታ ካልኣይቲ መዝሙሮም ምስኡ ዝተተሓሓዘ እዮም ዝዝምሩ ነይሮም ኩሉ ግዜ ኩሉ ግዜ ብዛዕባ ተስፋ ኣምላኽ እትዝክረሉ ኣበየናይ ኣበየናይ ኮንዲሽን ምዃነን ክነግረው ቀዳማይ ፈተና ክበዝሕ ኮሎ ምእንት'ዚ ብዙሕ ግዜ ኣብ ፈተና ኣብ ዘለሉ ግዜን ሰዓታትን መከራ ኣብ ዘለሉ ዓውደ ንባብ ኢኻ ብዛዕባ ምጽኣት ናይ የሱስ ክርስቶስ ትርኢ። ካልኣይ ድማ ኣብ ህይወት ናይ ሰብ ሰብ ኣብ ትኽክል ዝኾነ መንፈሳዊ ምንቕቓሕ ወይ ድማ ኣብ ትኽክል ዝኾነ መንፈሳዊ ህይወት ኣብ ዘለሉ ግዜን ሰዓታትን እቲ ዝዓበየ ዘዕግቦን ዝናፍቖ ነገራት እንተድኣ ሃልዩ የሱስ ክርስቶስ እዩ። ኣሜን። ምኽንያቱ ኣብዛ ምድሪ እዚኣ ዘረዲኹምን ኣለኹም ብኹሉ ነገራት ብኹሉ ነገራት እቶም ትደልዮም ድሌታት ብምሉኦም እንተስ ቅድሚ ሕጂ ተዛሪበ እንተስ ሓደ ብሓደ እንተስ ከዓ ከምዚ ናይ ብረት ተዓሊም ርኢኹም ኣለኹም ብምጥቕላል ብምጥቕላል ዝበሃል ዋላ ብፅሓዮ ኩሉ ኣይዕግበካ

ወይ ድማ ብልኾነ ነገራት መሊኡሉ ብምጥቕላል ኩሎም ይርከቦም ናይ ሰባት ድሌት ሰብ ስለምንታይ ኢደ ዓግብ እንተደኣ ኢልና ኣብ ውሽጡ ውሽጡ ዝደልዮ ነገራት ኣሎ ካልእ እንታይ ምክንያቱ እዛ ዓለም እዚኣ ኮራፕትድ ስለ ዝኾነት እዚ ዘለናዮ ዓለም ኣይዕግበካ ምኽንያቱ ሓደ ኮንትራዲክት ዝኾነ ነገራት ክነግረኩም ንዕኡ ምኽንያቱ ክንፈትሖ ስለ ዘለና ሃዋርያ ጳውሎስ ኣብ ፊልጲ ክዛረብ ከሎ ከምዚ ይብል ብጎይታ ተሓጎሱ ደጊመ ተሓጎሱ ይብል ኣለኹ መዓስ ኩሉ ሳዕ ጳውሎስ ዎም ድብል ዘሎ ሓቀይ ምሽ ኣብዚ ጽሑፍ እዚ ከነተዓርቆ እንተ ደኣ ፈቲና ኮንትራዲክት ይመስል ምሽ ሓቀ ሃዋርያ ጳውሎስ ክዛረብ ከሎ ከምዚ ይብል ኣሎ ራእዩ ካብ ፍቕዲ ዕስራን ክልተን ብዘሎ እቲ ፍጥረት ክሳዕ ሕጂ እንታይ ኢሉ ምሳና ኮይኑ እስከብል ኢንኩሉድን ሁ እንኮላይ ጳውሎስ ምሳና ኮይኑ እንታይ ከም ዝገብር ኢሉ ከም ዘስቆርቆር ስለዚ ሃዋርያ ጳውሎስ ምስ ቁርቋር ኣለዎ ማለት ንሕና ከዓ ምስ ቁርቋር ኣለና ማለት ግን ኣብቲ ሓደ እንተ ደኣ ርኢናዮ ኸኣ ብጐይታ ተሓጐሱ፣ ኵሉ ሻዕ ተሓጐሱ ዝብል ትእዛዝ ከኣ ወይ ድማ ከም ትእዛዝ ዓይነት ከኣ ተዛሪቡ ኣሎ። ነዚ ነገራት ከመይ ጌርና ከነተዓርቖ ንኽእል? ሓቁ እዩ፣ ንጐይታ ክትሓስብ ከሎኻ ኢኻ ክትሕጐስ እትኽእል ማለቱ እዩ እምበር፣ ኣብ ምድሪ ዘሎ ኵነታት ብምሉኡ የሐጕሰካ እዩ ማለት ኣይኰነን። ንዕኡ እዩ ዝዛረብ። ኣብ ምድሪ ብዙሕ ነገራት ዘየሐጕሰካ ነገራት ኣሎ። ብዙሕ በብሓደ እንተ ንገልጾም ፈጺምና ተንቲንና ክንውድኦም ኣይንኽእልን ኢና። ከምኡ ክንሓስብ ከሎና ግን ተስፋ ስለ ዘሎና የሱስ ክርስቶስ ከም ዝመጽእ ስለ ንሓስብ ግን ብውሽጥና እንታይ ንኸውን እንተ ደኣ ኢልና ንጸናናዕ። ምኽንያቱ የሱስ ክርስቶስ እንታይ ክገብር እዩ? ክመጽእ እዩ። ካብዚ ናይ ውርደት ስጋ መስ ኣውጻና እቲ ክቡር ስጋ ምስ ለበስና ብድሕሪኡ እዞም ኣብ ምድሪ እንሪኦም ዘለና ዘበሉ ደስግኡና ይኹኑ ወይ ድማ ሃርት ዝገብሩና ወይ ድማ ንልብና ዝሰብርዎ ይኹኑ ወይ ድማ ሚስ ኣንደርስቱድ ዝኾነሎም ነገራት ብምሎም ሓደ ሓደ ግዜ ብቕንዕና ነገራት እናገበርካ ኮለኻ ሚስ ኣንደርስቱድ ከጋጥመካ ኮሎ ዝስማዓካ ነገራት ኣሎ ንስኻ ናብ ጽቡቕ እናገበርካ ኮሎ ሓቀይሽ እንታይ እዩ ዝዓለም እዚ ትብለሉ ነገራት ኣሎ ግን የሱስ ክርስቶስ ክምልስ ሽዑ ግን ሙሉ ዕረፍቲ ዝበሃል ነገራት ኣሎ ኣሜን ሓደ ሓደ ግዜ ትሽገር ምሽ ከመይ ኢልካ ኢኻ እዩ እሞ ደኣ ክንበር ትብል ምስ ሰብ ክትነብር ኮለኻ ንባዕልኻ ከመይ ኢልካ ደኣ ኢኻ ካብ ሰብ ክትነብር ከምኡ ኢልካ ኢኻ ከምኡ ኢልካ እዩ ንንበር ክሳዕ መዓዝ ክሳዕ እናተፃወታ እዩ ኣምላኽ ቅንዕና ካገልጦ ንኩሉ ትገብሮ ነገራት ኣብ ምድሪ ዘጋጥመካ ሽግራት ብምሉኦም ናይ ግድን እዛ ምድሪ ኮራብቲ ስለ ዝኾነት ከጋጥሙካ እዮም ግና ብጎይታ እንታይ ጎኑ ኣሜን ዝዓበየ ተስፋ ናብ እሱ ስለ ዝመፅ ብጣዕሚ ዝገርመኒ ብዙሕ ግዜ ብገለ ጋጣምታት ተዛሪበሉ ኣለኹ መፅሓፍ ቅዱስ ብዛዕባ ተስፋ ብዙሕ ተዛሪቡ ኣሎ ዝገርመኒ ነገራት ኣብ ገለ ፅሑፋት እንታይ ኢሉ ሰብ ኣርባዓ መዓልቲ ብዘይ ምግቢ ክነብር ይኽእል ክሳዕ ከባቢ ሰለስተ መዓልቲ ከኣ ብዘይ ማይ ክነብር እኽእል። ንሸሞንተ ደቂቕ ከኣ ብዘይ ኣየር ክነብር እኽእል። ንሓንቲ ሰከንድ ከኣ ብዘይ ተስፋ ክነብር ኣይክእልን። ንኽንደይ ንነብሮ ደለና ነገራት ክነግረው ንነብሮ ደለና ናብራ ኣብ ተስፋ ተንጠልጢልና ንነብር ስለ ዘለና ኢና ወይ ድማ ኣብ ተስፋ ተፅዒንና ንነብር ስለ ዘለና ኢና ተስፋ መፃውር እዩ መፃውር ማለት ይርዳእና እንታይ ዝገብረካ ማለት እዩ ዝፀሮካ ተስፋ እዩ ዝፀረካ ያ ተስፋ መፃውር እዩ ተስፋ ጼሩና ካብ መዓልቲ ናብ መዓልቲ ዝኸውን ገለ ገለ ተስፋታት ካብ ወርሒ ናብ ወርሒ ገለ ገለ ተስፋታት ስለ ዘሎና ኢና ተጼርና ብሂወት እንነብር ዘለና እምበር ሓንቲ ሰከንድ ተስፋ ዘይብላ ነገራት ኩሉ ነገራት ተስፋኻ እንድሕር ሰልሚጡ ትሕዞ ነገራት እዩ ዝጠፍኣካ ሰብ ድማ ኣብዛ ግዜ እዚኣ እዩ ነብሱ ዘጥፍእ ኣብዛ ካልኢታት እዚኣ እዩ ሰብ ነብሱ ዘጥፍእ ስለምንታይ መሲላትኩም ጃስ ንኹሉ ነገራት ድሮፕ ስለ ዝኾኖ ተስፋ ስለ ዝሰኣነ ኢሎም ስለ ጥፍኡ። ተስፋ ቀሊል ነገራት ኣይኮነን። ተስፋ ማለት ብቐሊሉ ከረድኣኩም ነዚ ነገራት እዚ ግድፍ ኣቢልና ማለት እዩ። ኣብ ህይወት ኣብ ናብራ ብዙሕ ተስፋታት ኣሎና። ንምሳሌ ገሌኻትኩም ገሌኻትኩም ናይ ድሕሪ ገለ መዓልታት ወይ ድማ ገለ ኣዋርሕ ገለ ዝሓዝኩሞ ተስፋ ኣሎ። ንሱ ንልብኹም ስለ ዝመልኦ፣ ካብዚኣ መዓልቲ እዚኣ ስጋዕ እታ ሰሙን ደላ ኤሳግረኩም። ካብኡ ድማ ካልእ ነገራት ኣሎ፣ ንምሳሌ ወይ ድማ ንክልተ ዓመት ንሰለስተ ዓመት ገለ ናይ መርዓ ፕላናት ዘለኩም ሰባት ትህልው። እዛ ተስፋ እዚኣ ንክልተ ዓመት ኣብ ህይወትኩም ከተንቀሳቕሰኩም ትኽእል እያ። ሰብ ተስፋ እዩ ዘንብሮ። እቲ ዝዓበየ ንሰብ ተስፋ ዘንብሮ ግን ክስሕቶ ዘይግብኦ ነገራት ካልኦት ብምሉኦም ተስፋታት እንተጠፉ የሱስ ክርስቶስ። ኣሜን። የሱስ ክርስቶስ ግን እንታይ ክገብር እዩ ሽዑ ካብዛ መከራ ናይ ዓለም ካብዛ ዘለናያ ስቓይ ካብዚ ነገራት እዚ ዓሪፍና እግዚኣብሔር መስገን ሙሉእ ብምሉእ ናብታ እንፅብያ ዘለና ተስፋ ንኣትወሉ ጀነት ኣሜን ኣብ መፅሓፍ ቅዱስና ሓደ ነገር ተዛሪቡ ኣሎ ብዛዕባ ተስፋ ኢልና ክንሪኢ ከሎና ብመንጽር ጸጋ መጀመርታ ክንረኣዮ። ፊልጲ ሳልሳይ ምዕራፍ ፍቕዲ ዕስራን ሓደን ንርኣ። ነዚ መጽሓፍ ቅዱስ ክዛረብ ከሎ እንታይ ኢሉ? ፍልስጥያ ተረድኡኒ። ንሕና እውን ንሕና እውን እስከ ንበል ብኹርነት መንፈስ ዘሎና መሰል ውልድነትና ማለት ምድሓን ስጋና እናተጸበና ከቢዱና ነሽቆርቁራ እንታይ እናተጸበና ምድሓን ስጋ ሕጂ ከቢዱና ነስቆልቁል ኣሎና። እነስቆልቁለሎም ነገራት ዝተፈላለዩ ነገራት ካብ ሰብ ናብ ሰብ ይፈላለዩ እዩ። ሓደ ሰብ ብምንታይ እዩ ደስቆልቁል፣ ሓደ ሰብ ብምንታይ እዩ ድኸብዶ ተፈላለየ ክኸውን ይኽእል። ግን ኣብ ምድሪ ክትነብር ኮለኻ ብምኽንያት ኣብዛ ስጋ እዚኣ ምህላውና ጥራሕ እንታይ ኣሎ እንተ ኢልና ነስቆልቁለሉ ነገራት ኣሎ። እነስቆርቁረሉ ነገራት ካዓ እንታይ እንተደኣ ኢልና ግን ንሕና ብፍላይ እነስቆርቁረሉ ነገራት መንፈስና ብፍላይ እነስቆርቁረሉ ነገራት እንታይ እንተደኣ ኢልና ምድሓን ስጋና እናፈፀመ ካብዚ ናይ ውርደት ስጋ ወፂና ናይ ክብሪ ናብ ናይ ክብሪ ስጋ እንዳ ክንገብር ክንኣቱ ስለ ኣመን መፅሓፍ ቅዱስ ክዛረብ ከሎ ፊልጲ ሳልሳይ ምዕራፍ ቁጥዒ ዕስራን ሓደን ከምዚ ምስ ጸጋ ንምህረት ተሓላለ ፊልጲ ሳልሳይ ምዕራፍ ተቐደ ዕስራን ሓደ ብሽም የሱስ ክርስቶስ ከምኡ እዩ ከምዚ ይብል ንሱ በቲ ንኹሉ ክመልከሉ ዝከኣሉ ሓይሊ ነቲ ክቡር ስጋኡ ነቲ ክቡር ስጋኡ እስከ ንበል ብዛዕባ መን እዩ ዝዛረብ ዘሎ ብዛዕባ የሱስ ክርስቶስ ነቲ ክቡር ስጋኡ እንታይ መታን ክንገብር ኢሉ ምእንቲ ክበስል ነቲ ናይ ውርደት ስጋ እንታይ ክገብሮ እዩ ናይ ገለ ሰብ ናይ ውርደት ስጋ እዩ ናይ ገለ ሰብ ግን ናይ ውርደት ስጋ ኣይኮነ ኖ እዚ ለቢስናዮ ዘለና ስጋ ናይ ውርደት ስጋ

ክብሪ ማለት እንታይ ማለት እዩ ኢለኩም ነይረ ቀዳማይ ምስ ውሽጣዊ ስምዒት ዝተተሓሓዘ ካብ ገዛ ርእስኻን ካብ ካልእ ኣካልን እትረኽቦ ግብረ መልሲ ወይ ድማ ውፅኢት ናይ ምንታይ እዩ ናይቲ ዘሎካ ክእለት ጸጋ ፍልጠት ቦታ ስልጣን ሓቂ ካልኣይ እቲ ርትዒን እዩ ሳልሳይ ሊኣ ደልያ ደለኹ ንሓደ ነገር ኩቡር ዘብሎ ፍሉይነት ካብቶም ምስኡ ዘለዉ ነገራት እዩ ንሓደ ሰብ ንሓደ ነገራት ኩቡር ዘብሎ እንታይ እዩ እንተ ኢልና ተወዳዲሩ ካብ ሓደ ብልጫ ክህልዎ ከሎ እዩ ኩቡር ዝበሃል መወዳድርቲ እንተ ደይሃልይዎ ንኹቡርነቱ ብዙሕ ከይረኣየካ ይኽእል ስለዚ መጽሓፍ ቅዱስ ብዛዕባ ሰማያዊ ስጋ ክዛረብ ከሎ እንታይ ኢሉ ተዛሪቡ ዘሎ ምድራዊ ስጋ ድማ ኣብ ቆሮንቶስ ምዕራፍ 15 ክዛረብ ከሎ ከምቲ ምድራዊ ስጋ ዘሎ ከምኡ ድማ ሰማያዊ ስጋ ኣሎ ሓቀይ ግና ከንታይ እዩ ክብሪት ምድራዊ በይኑ እዩ ክብሪት ሰማያዊ ከዓ ኣይተረዳእኩም ስለ ዝደለኹ እየ መሲልኩም ንሓደ ሓሳብ ምስ ሓደ ሓሳብ እንተ ደየተዓሊቕናዮ ናይ ውርደት ስጋና ኢሉ ኣብዚ ተዛሪቡ ኣሎ ምሽሓቀይ መጽሓፍ ቅዱስ ክዛረብ ከሎ ግን ከምዚ ኢሉ ኣሎ ብዘሎ ስጋ ከም ሳዕሪ ብዘሎ ክብሩ ድማ ከም ዕምበባ ሳዕሪ ኢሉ ተዛሪብዎ ስለ ዘሎ እዚ ስጋ እዚ ክብሪ ኣለዎ ማለት እዩ ምክንያቱ ናይ ውርደት ትብል ሓሳባት ኣብ ካልእ ከዓ ክብሪ ከም ዘለዎ እንተ ረኪብና መታን ከይጋጨወና ሞ ኣተዓርቀኩም ኢለ ኦኬ ታይ ማለቱ እዩ ዝዛረብ ደሎ እንተደኣ ኢልና ኣብዚ ምድሪ እዚ እዚ እዚ ስጋ እዚ ሒዝናዮ ደለና ክብሪ ኣለዎና እንታይ እዮም እቶም ክብርታቱ እንተደኣ ኢልና ሕጂ ስጋ ከም እንታይ ኢልዎ ከም ሳዕሪ ኦኬ ክብሩ ግን ከም እንታይ ኢሉ ከም ዕንበባ ሳዕሪ ኦኬ ትመንነት እቲ ሳዕሪ እዩ ረድኦ ምንለኹም እቲ ድለግሞ ነገራት ግን ናቱ መፀበቂ እዩ ሰብ እምበኣር ኣብ ምድሪ ክነብር ከሎ ብዝተፈላለየ ነገራት ክብሪ ኣለዎ

ዝረክብ እንታይ ምስ ኮነ ጸምእ ስለዚ ክብሪ ናይቲ ምድራዊ ክብሪ ናይቲ ሰማያዊ ካብቲ ናይ ምድራዊ እንታይ ይገብር ይበልፅ ንፅበዮ ዘለና እምበኣር ስለምንታይ እንተ ኢልና ካብኡ ዝበልፅ ክብሪ ስለ ዘሎ ኢና ንፅበይ ዘለና ብሃንቀውታ ብህንጡይነት ንፅበዮ ዘለና ናይ ብሓቂ መንፈስና እንተ ነቂሑ ውሽጥና ዝፅበዮ ዘሎ ስለምንታይ እንተ ኢልና እዚ ለቢስናዮ ዘለና ብመሰረቱ ናይ ውርደት ስጋ እዩ ካብኡ ሓሊፉ ድማ ገለ ዝተፈላለየ ነገራት ክብሪ ዝበሃሉ ነገራት እንተ ሃሊና ኸዓ ከም ዕምበባ ሳዕሪ እዩ። ንሱ ክነቅፅ እዩ፣ ንሱ ክረግፍ እዩ፣ ንሱ ክሓልፍ እዩ። እዚ ንሕና ሕጂ ንፅበዮ ዘለና ግን ዘላለም ምእንቲ እዚ እዩ እምበኣር የሱስ ክርስቶስ ምስ መፀ ነዚ ናይ ውልደት ስጋና ናብ ምንታይ ክልውጦ ኢሉ ናብ ናብ ክብሪ ነዚ ኢና ንፅበ ዘለና ተስፋና እዚ እዩ። ምጸጋብ ዝበሃል ነገራት እምበኣር ከነተኣሳስብ ሓደ ግዜ ኣብ ኣብ ትንቢት ኤርምያስ ከምዚ ከምዚ ተዛሪቡ ኣነ ዝሓስበልኩም ሓሳብ እንታይ ገብረ ፈልጠ ንራእያ ታስሐ እንታይ ትብል ሽዑ መፈጸምታን ተስፋን መታን ክህበኩም ሲ

ተስፋ ይህሉ ሓረጋ መፈጸምታ ይኹን መፈጸምታን ተስፋን መታን ክህበኩም ዝብል ግን እንታይ እንተዳኢልና ድሕር መፈጸምታ ደሎ ተስፋ እዩ ሓቀይ ምሽ ንመን እዩ ዝዛረብ ደሎ ሊትራል እንተዳኢልና እስራኤላውያን ሓቀይ ግን እስራኤላውያን እግዚኣብሔር ክዛረብ ከሎ ግን ብኡ ኣቢሉ ዝዛረቦ ነገራት ንመን እዩ እንተዳኢልና ንቸርች እዩ ምሳሌ መጽሓፍ ቅዱስና ጽቡቅ ገይሩ መታን ክርዳኣና ምዕራፍ 15 ብዛዕባ ይስሐቅ ክዛረብ ከሎ መስ ኣብርሃም ዝገብሮ ዘሎ ዲያሎግ ብዛዕባ እቲ ውሉድ ከ ዘርእኻ ዘርኢ ቃል ካባኻ ስታይ ክኸውን ኢሉ ድዛረቦ ደሎ ሊትራሊ ብዛዕባ መን እዩ እንተ ኢልና ብዛዕባ ይስሃቅ ሮሜ ነቲ ኣብ ምዕራፍ ዓሰርተ ሓሙሽተ ተዛሪብዎ ደሎ ምስ ሮሜ ምዕራፍ ትሽዓተ ከነተዓርቆ ከለና እንተ ሪእናዮ ሊትራሊ ብዛዕባ ይስሃቅ እዩ ድዛረብ ደሎ ኪነት ናይ ኩነታት ሓቅነት ደሎ መንፈሳዊ ሓቂ ግን ብዛዕባ ይስሃቅ ዘይኮነ ብዛዕባ መን እዩ ድዛረብ ደሎ ብዛዕባ የሱስ ክርስቶስ እዩ ድዛረብ ደሎ ስለዚ ሊትራሊ ብዛዕባ እስራኤል ክዛረብ ከሎ ብክይንዮት ናይ ኩነታት ሓቅነት ደሎ መንፈሳዊ ሓቂ ግን ብዛዕባ መን እዩ ዝዛረብ ደሎ እንተ ኢልና ብዛዕባ ቸርች እዩ ዝዛረብ ደሎ ተረዲኹምኒ ኣለኹም ስለዚ መጀመርታ እንታይ ይመጽእ እንተ ኢልና መፈጸምታ ድሕሪኡ ድማ ናይቲ ተስፋ እንታይ ናይቲ መፈጸምታ እንታይ ተስፋ ናይቲ መፈጸምታ እንታይ መፈጸምታ እንታይ እዩ ደኣ እንተ ኢልና እምበኣር፣ የሱስ ክርስቶስ ምስ መጸ ካብ ምዉታት ተሲኡ ነዚ ነገራት እዚ እንታይ ገይርዎ እዩ እንተ ኢልና፣ ፈጺምዎ። ነየናይ ፈጺምዎ? ነቲ ዝዓበየ ተስፋ። ንሕና ሕጂ ናይ ናይ ዘለኣለም ህይወት እንወርስ፣ ናይ ዘለኣለም ህይወት እንረክብ፣ ተረዲኹምኒ ኣለኹም፣ እንጽበዮ ተስፋ ድዩ ዝተወድአ ተስፋ እዩ? ዝተወድአ ተስፋ እዩ። ምኽንያቱ ተስፋ ክልተ ነገር ክነግረኩም ተስፋ እንተደኣ ኮይኑ እንታይ እዩ ተራእዩና ትጽበዮ ምስ ረኸብካዮ ከኣኒ እቲ ተስፋ እንታይ ይኸውን ይፍጸም which is ተስፋ ኣብ ቆሮንቶስ ምዕራፍ ዓሰርተ ሓሙሽተ ተዛሪብዎ ዘሎ ተስፋ ብዛዕባ ትንሳኤ ግን ኣብ ዝተፈጸመ ፍጻመ ዝመሰረቱ ተስፋ እዩ ምእንቲ እዚ መጽሓፍ ቅዱስ ክዛረብ ከሎ ጽቡቅ ጌርካ መታን ክትርዳእኩም ክነብር ሰብ ቆሮንቶስ ንሃዋርያ ጳውሎስ ገለ ሕቶታት ሓትቶም

ንምሳሌ ናይ ድራር ጎይታ ንጣኦታት ዝተሰውእ ነገራት ናይ መርዓ ነገር ካልእ ካልእ ነገራት ሓቲቶሞ ኣለው ካብኡ ሓደ ዝሓተትዎ ሕቶ ከኣ ብዛዕባ እንታይ እዩ ተላኢልና ብዛዕባ ትንሳኤ ምውታን እዩ ብዛዕባ ትንሳኤ ምውታን እስከ ቀርንጦስ ንራእይ መታን ንጹር ኮነልና ሻብዓይ ምዕራፍ ከተኣሳስሮ ምክንያቱ ብጸጋ መታን ከተኣሳስሮ ፈቐደ ሓደ ከምዚ ይብል ብሽም የሱስ ክርስቶስ ከም ብዛዕባ እቲ ዝጸሓፍኩምለይ ግና ከምዚ እዩ ኢሉ ሰብኣይ ኣብ ሰበይቲ እንተዘይቀረበ ጽቡቕ እዩ እናበለ ከይብሉ ካብኡ ኣትሒዙ ብምሉኡ ነቲ ሕቶታቶም እናመለሰሎም ስካዕ ምዕራፍ 15 ከይዱ ዘሎ ማለት

ንኸንቱ ኣሚንኩም እንተዘይኮይንኩምሲ፣ ከምቲ እቶም ጽሑፋት ዝብልዎ፣ ክርስቶስ ሞተ ተቐብረ፣ ኣብ ሳልሰይቲ መዓልቲ ኸኣ ከምዚ ኢልኩም ዶ ምሓተትኩም? ንሕና ከመይ ኢልና ከም እንትንስእ ኢና ንሓትት ዘለና እምበር የሱስ ክርስቶስ ከመይ ኢሉ ከም ዝትንስእ ኣይኮነን።

ክርስቶስ ስለዚ እምበኣር እ ተስፋና እንታይ እዩ ተራእይና እምበኣር ዝተፈጸሰ ኣሜን ጸጋ ደብሎ እምበኣር እዚ እዩ ናይ ሰብ እንኮላይ ዝበሃል ነገራት ደይብሉ ምእንቲ እዚ መጽሓፍ ቅዱስ ክዛረብ ከሎ ብተስፋ ኢና ድሒና ተስፋ ሓደ ነገር እዩ ፕሊስ ተረድኡ ተስፋ ትጽበዮ ግን እንተስ ክትግበር እንተስ ከይትግበር For example፣ እግዚኣብሄር ንእስራኤላውያን ናብታ ጸባን መዓርን እተውሕዝ ምድሪ ከነኣን ተስፋ ክህቦም እንከሎ፣ እንተስ ክኣትውዋ እንተስ ከይኣትውዋ እዩ። ሓቀይ ድየ? መዓስ እዮም ዝርእይዎ እንተ ኢልና፣ እንተስ ኣእትይዎም እንተ ኸኣ ደየእትይዎም። ምእንቲ እዚ እያሱ ኣብ ምዕራፍ ዕስራን ኣርባዕተን ከባቢ ክዛረብ ከሎ፣ እዚ እግዚኣብሄር ዝተዛረቦ ቃል ድማ ኵሉ ተፈጸመ፣ ሓንቲ እኳ ኣብ ምድሪ እንታይ ኣይገበረትን? ኣይወደቐትን።

ኦረዲ የሱስ ክርስቶስ እንታይ ኮይኑ እዩ ምእንቲ እዚ መጽሓፍ ቅዱስ ክዛረብ ከሎ እምበኣር እንታይ ኢሉ ንሱ ድማ እንታይ ምስ ኮነ ምስ ተገልጸ ኣሜን ንምንታይ መታን ክንመስል ኢሉ ንዕኡ መታን ክንመስል ነዚ ናይ ውርደት ስጋና ብክብሪ እንታይ ክገብሮ እዩ ስለዚ መጽሓፍ ቅዱስ ክዛረብ ከሎ ብተስፋ ኢና እንታይ ጌርና እዩ ነቲ ዝረኣዮ ተስፋ ዝገብሮ መን እዩ? ነድኣ ከምኡ ኮይኑ እዚ እንታይ ኣይኮነን ኢሉ ተስፋ ቀሎጦስ ምዕራፍ ዓሰርተ ሓሙሽተ መታን ክርዳእና ክንከይ ስለዚ እንታይ ንብል ኣለኹ ንፅርት ገይራ መታን ክርዳእ ተስፋ ሰብ ተስፋ ሂቡካ እንተስ ክገብሮ እንተስ ከይገብሮ ትጽበዮ ሓቀይ ግን መዓስ ትኣምኖ ምስ ገበሮ ከምዚ ገሊኣቶም ዝብልዎ ማለት እዩ ቃልሲ ኣብ ሜዳ ድሕር ተቓሊስካሲ ናይ ብሓቂ ናይቲ ሳውራ ሰብ ምንባሩሲ

ኣብ ውዱእ ነገራት ኣምላኽ ኣብ ድገበሮ ብወዱ ብየሱስ ክርስቶስ ኣብ ዝፈጸሙ ኣብ ተዋስኦ ናይ የሱስ ክርስቶስ ዘለዎ ፍጻመ ኢና ሕጂ ተስፋ እንታይ ንገብር ዘለና እንጽበ ዘለና ቀረንቶስ ምዕራፍ ዓሰርተ ከምዚ ኢሉ ተዛሪቡ ኣሕዋተየ ንኸንቱ ኣሚንኩም እንተ ዘይኮንኩምሲ፣ ከምቲ ኣነ ዝሰበኽኩዎ ጌርኩም ሒዝኩሞ እንተ ደኣ ሃሊኹም፣ እቲ ዝሰበኽኩልኩምን እተቐበልኩሞን ኣብኡ ጸኒዕኩም ዘለኹም፣ ብእኡ ንትድሕኑ ልወንጌል እፍልጠኩም ኣለኹ። እቲ ኣነ እተቐበልኩዎ ቕድሚ ዅሉ ነጊረኩም እየ፣ ከምቲ እቶም ጽሑፋት ዚብልዎ፣ ክርስቶስ ምእንቲ ሓጢኣትና ሞተ፣ ተቐብረ ኸኣ፣ ከምቲ እቶም ጽሑፋት ዚብልዎ፣ ብሳልሰይቲ መዓልቲ ኸኣ ተንስኣ። ስለዚ የሱስ ክርስቶስ ካብ ምዉታት እንተ ደኣ ዘይተስኡ እዩ መጽሓፍ ቅዱስ ክዛረብ ከሎ ተስፋ ካብ ኩሉ ሰብ ከዓ እነደንግጽ ግን ካብ ኩሉ ሰብ እነደንግጽ ዘይንኾነሉ ወይ ድማ ዘይኮንናሉ ግን ፕሊስ ሓንቲ ነገር ተረድኡን ተስፋ ኣሎና ተስፋ ዘሎና ኸኣ ስለ ዝኸውን ዘይኮነስ ስለ ዝኾነ እዩ ኣምላኽ ፈጺምዎ ንሱ ክግለጽ እዩ ከምታ ደለዋ ኸኣ ክንርኢ ኢና እቲ ዝመልእኽቲ ዮሃንስ ክዛረብ ከሎ እንታይ እዩ ብዛያት ነገራት እዚኣ ዛሪቡ ከምዚ ኢሉ ተዛሪቡ እኖ ውሉድ ኣምላኽ ክንበሃል እግዚኣብሔር ከመይ ዝበለ ፍቕሪ ከምኡ ድማ እንታይ ከም እንኸውን ገና ኣይተገልጸን። ንሱ ንዝግለጽ ግን ከምታ ዘለዋ ንዕኡ ከም እንመስል ድማ መጀመርታ ንሱ ክግለጽ እዩ፣ ከምታ ዘለዋ ክንርኢ ንዕኡ ድማ እንታይ ክንገብር ኢና?

ንሕና ብኩርነት መንፈስ ዘሎና መሰል ውልነትና ማለት ምድሓን ስጋና እናተጸበና ከቢዱና ነስኮርኩር ኣሎ። ኣብዛ ምድሪ እዚኣ ከሎና ብዙሕ ነገራት ንልብኻ ዝኸብዱ ንልብኻ ዝሰብሩ ብዝተፈላለየ ጽላታት ናይ ህይወት ማለት እዩ ብዝተፈላለየ ጽላታት ናይ ህይወት ጽላት ህይወት ምሕዝነት ብጽልያ ብጽላት ህይወት ኣገልግሎት፣ ብጽላት ህይወት ሓዳር፣ ብጽላት ህይወት ናብራ፣ ብጽላት ህይወት ስራሕ፣ ብጽላት ህይወት ውዕሎ፣ ብጽላት ህይወት ትምህርቲ፣ ኩሉ ከምቲ ድደልዮ ይኹን። ግን ኩሉ ክሓልፍ ምክንያቱ ምንባር ናብዚ ይኮ ሓደ ሓደ ግዜ ውሽጥኻ ደይርዳእልካ ውሽጥኻ ደይርድኡልካ ነገራት ክኸውን ኣብ ዝተፈላለየ ትነብሮ ፅላታትና እዩ ሓደ ሓደ ግዜ እውን ከም ክርስትያን ንኣምላኽ ከተኽብር እናደለኻ ኮለኻ ዝዋግኣካ ነገራት ከዓ ብዙሕ ክኸውን ይኽእል እዩ ደብለካ ነገራት ክህልው ሓደ ሓደ ግዜ ናይታ ትነብራ ደለኻ ምድሪ ወይ ድማ ዓለም ኩሉ ክፍኣት ክትርኢ ኮለኻ ብጣዕሚ እዩ ዝስምዓካ ቀዳማይ ሓደ ነገር ተሰሚዐ ነዛ ከይደ ክድቅስ ከለኹ ናይ ብሓቂ ተሰሚዕኒ። ንዲዲ ጓለይ ካብ ስራሕ ቀብጻ ኢለ ምስ ከድኩ ሓደ ሆምለስ ደቀሰ ርእየ። ናይ ብሓቂ ተሰሚዕኒ፣ ናይ ብሓቂ ሓዚነ ማለት እዩ። ዳሕራይ ዲዲ ጓለይ ውጽእ ኢላ ኣብ ማክዶናል እያ ትጽበየኒ ስጋዕ መጻ ማለት እዩ። ሓምሳ ጽንሕ ምእዋን መጀመርታ ሓቲተኒ ፍቓደኛ ዲኻ ጥራሕ እዩ ዘለካ ክመጽእ ደለይኒ ኦኬ ኢለኒ ማለት እዩ። ዓቢ ሰብኣይ እዩ።

ካብ ፍቓድ ሰባት ወጻኢ ዝኾኑ ነገራት ማለት እዩ። ንልብኻ ደጕ ኢሉ ንልብኻ ድሰኩ ኣብ ኩሉ ጽላታት ናይ ህይወት ኣብዛ ምድሪ ክን- ክንነብር ከለና እዚ እዩ። ሃዋርያ ጳውሎስ ኣብ ኣገልግሎቱ ብዙሕ ይህ ደብሎ ነገራት ነይሩ ፊልጵ ራእዩ እናገልገለ ከሎ ዘይቅበልዎ ሰባት ንኣገልግሎቱ ኣንጻሩ ዝለዓሉ ሰባት ስለ ዝነበሩ እንታይ ኢሉ ኣብ ርእሲ መከራይ መታን መከራ ድማ ክውስዑ ለይ ብሻርነት እንታይ ይገብርዎ ኣለዉ ንወንጌል ይሰብኩዎ ኣለዉ ይሰብሮ ኣይሰብሮ ንጳውሎስ ግን ተስፋ ነይሩ

የሱስ ክርስቶስ ምስ ተገልጸ፣ እዚ ናይ ውርደት ስጋና ናብ ክብሪ ምስ ተለውጠ፣ እቲ ካልእ ሰብ እውን ምሳኻ መናብርትኻ ዝኾነ እቲ ናይ ውርደት ስግኡ ናብ ክብሪ ምስ ተለወጠ፣ ኩሉ ሰላም ኣሜን ሰላም ኣሜን ኣሜን
ሰላም ኣሜን እታ መንግስቲ

እዚ እዩ በዓል ተስፋ የሱስ ክርስቶስ ምስ መጸ ነዚ ናይ ውርደት ስጋና ብኸብሪ እንታይ ክገብሮ እዩ ክልውጦ እዩ እዚ ተስፋ እዚ ዘላቶ ጥራይ እግዚኣብሔር መስገን ኣምላኽ ሕጉስ ስለዚ ኣብ ሽግር ኮለኻ ክትሕጎስ ተስፋ ከልወካ ኣብ ዝተፈላለየ ጽላታት ናይ ህይወት ዘይትደልዮም ኣጋጣምታት እናጋጠሙ ህርት ክገብሩካ ከለዉ ግን ተስፋ ከም ዘሎካ እንድሕር ኣማዕዲኻ ርኢኻ ግን ብኡ ትሕጎስ ምእንቲ እዚ እምበር ሃዋርያ ጳውሎስ ነዚኣ ከነተዓርቃ ከለና ብጎይታ ብምንታይ ኣይኮነን ኩነታት ኣይኮነ ስለዚ መልኣልካ ኣይኮነ